መርሓባ የሕዋተይ ኣብዚ ዘለኹሞ ሰላም ክትህልውለይ ተስፋ ይገብር ሓደ ከዓኒ ኣብቲ ሕብረተሰብና ብብዝሒ ዝረኣይ እንታይ እዩ ተፈላለኻ ኮለኻ ብመንግስቲ ዝተመዝገብካዮ ብሓንሳብ ትነብር ወይ ከም ብሓንሳብ ትነብር ከምኡታት ኣሎ ምሽቶ ሕጂ ኣብዚ እንታይ ክብለኩም ዝደሊ ነቲኦም ቆልዑ እንታይ ዝጎድኦም ወይ እንታይ ሳዕቤን ኣለዎ ኣብ ሶሻሊ ኣብ መንጎኻ እንታይ ንፋስ እዩ ዝእቱ ገለ ሕጂ ኣብ ከምኡ ክዛረብ ኣይደልን እየ ኣነ ብርከ ኣብቲ ቲክቶክ እኹል ዲስካሽን ኣሎ ብዛዕባ ከምዚ እቲ ቀንዲ ግን ክንፈልጦ ዘለና ገበን እዩ ገበን ጥራይ ዘይኮነ ካብቲ ከቢድ ገበን እዩ ዝቁፅር ብርከ በቲ ሓደ ወገን ሰብኣይና ይሰርሕ ኣሎ ናይ ደቅና ይኸፍለና ኣሎ በቲ ሓደ ወገን ከኣ ንደቅና ኢሎም ከኣ ገንዘብ ይህቡና ኣለዉ ገዛ ክራይ ከኣ ብምልኡ ይሽፍኖልና ኣለዉ ኣብ ክንዲ ሰብኣይና ዝሽፍኖ ስለዚ እዚ ሓቂ እዩ ክብለኩም ብሕልፊ ምስዚ ሓድሽ ሕጊ ጭራሽ ከማን ክትረኽቦ ናይ ጀርመን ወረቐትካ ከቢድ እዩ ንኣብነት ናይ ጀርመን ወረቐት እንድሕር ደሊኻ ወይ ብጠቕላላ እቲ ስታቱስ ሕጂ ዘለካ ከማን ክምንጥሉኻ ይኽእሉ እዮም ብርከ እንድሕር ገበነኛ ኮይንካ ስኒ በቲ ሓደ ማለት ገበን እዩ እዚ ብሓፂሩ ንፈልጦ ኢና ከዓ ገበን ከም ዝኾነ ግን ቀሊል ኮይኑ ይመስለና ወይ ኣበየናይ ከኸይርድኦም ወይ ኣበይ ክረኽቡና ገሌልና ስኒ ከምዚ ዓብ ሪስክ ንኣቱ ግን ቀሊል ገበን ኣይኮነን ከቢድ መቕፃዕቲ ዘለዎ እዩ ክንደይ ኣሽሓት ከማን ኣብዚ ዕዳኻ ክትኣቱ ትኽእል ኢኻ ስለዚ ኣብ ከምዚ ስኒ ክስታይ ክንፈልጦ ኣለና እቲ ሳዕቤኑ። ኣይፈለጥኩን ነይረ መሲልኒ ወይ ካልኦት ከኣ ኩላቶም ከምኡ ስለ ዝገብሩ እየ ከምኡ ገይረ ኢልካ ወላ ሓደ ክተመኽንይ ኣይትኽእልን ኢኻ። ስለዚ እዚኢታት ያ ክንሓስበሉ ኣለና ነናትኩም ውሳነ እዩ ከምዚ ግበሩ ከምዚ ትግበሩ ኣነ ኣይኮንኩን ዝብለኩም ግን ክንፈልጦ ኣለና ዝኾነ ክንገብር ኮለና ስኒ እቲ ሓላፍነት ከዓ ፅባሕ ንኮ ንሕና ኢና ንስከሞ በባዕልና ክንስከሞ ኣለና ብርከ ከምዚ ቀሊል እዩ ዝረኣይ እዚ ግን ብሰንኪ ዘይምፍላጥ ኮይኑ እዩ ዝስምዓኒ ግን ባዕልኻ ከማ እንድሕር ሓሲብካዮ ስኒ ብሓቂ ዓይነ ሓቂ እንድሕር ርኢናዮ ሕጂ ንኣብነት ንሓደ ሰብ ጎፋንሚ ይኸፍት እቲ ጎፋንሚ ዝኸፍቶ ከዓ ኣደንጊፅካሉ ክትሕግዞ ኢልካ ትሕግዞ ደሓር ግን እንተ ካልእ ሽዑ ጽንሕ ኢልካ እንታይ ትሰምዕ ዋእ እዚ ሰብ ደኣኒ እኹል ገንዘብ እንድዩ ዘለዎ ሳክት እዩ ካብ ሰብ ስለ ዝያዳ ገንዘብ ዝደለየኡ ወሲዱ እንድሕሪ ኢልካ ከመይ ይስምዓካ ንዓኻ ከም ኣማልት ከኣ ናይ እዚኦም መንግስቲ ከም ንኣብነት እየ ዝብለኩም ዘለኹ ያ ክፉእ እዩ ዝስምዓካ ንስኻ ብድንጋጽ ብርህራሀ ብሎውህና ሂብካዮ ሓገዝ ስለ ዘድልዮ ዝመሰለካ ለካ እዚ ግን ገንዘቡ ጥራይ ከብዝሕ እዩ ዝደሊ ስለዝስ እቲ መንግስቲ ከኣ ንመን ጥራይ እዩ ክሕግዝ ዝደሊ ነቲ ናይ ብሓቂ ዝተሸገረ እምበር ብክልተ ክስታይ ዝበልዕ ግን ኣይደልን እዩ እዚ ከዓ ኖርማል እቲ ሕጊ ኣይተኽብሮን ኣለኻ ማለት እዩ ብሓፂሩ እዚኣ ክሰርሓ መዲበ ማለት እዩ ክሳብ ሓሙሽተ ዓመት ይቕፅዓካ እዩ ባይደወይ ኣሽሓት ኣለዎ ሕጂ ዝሰማዕኹ ከባቢ ሓሙሽተ ሽሕ ሸሞንተ ሽሕ ዝተቐጽዑ ኣለው ብሰንኪ ከምዚኢታት ድሕሪኡ ከማን ወረቐቶም ዝባላሸው ስለዚስኒ በጃኹም ኣብዚኢታት ጠጠው እንተነብሎ ጽቡቕ ኔሩ ፕሊስ ፕሊስ እዚኣ ክብለኩም ይደሊ ንዓና ኣይጽቡቕ ንቲኦም ደቅና ኣይጽቡቕ ግን ካብ ኩሉ ከኣባ እንታይ ንዓይ ይርድኣኒ ብከምዚኢታት ንዓና ኣይምሰልና እምብር ንዓና ብውሽጥና ስለ ንፈልጥ ገበን ከም ዝኾነ ሰላም ይስእን ይኸልኣና እዩ እዚኣ ከኣ ኣስተብህሉላ በጃኹም ዝኾነ ደብዳቤ ክመጻካ ከሎ ስለ ጌጋት ክትገብር ኮለኻ ኩሉ ግዜ እንታይ ኣሎ ሕልናኻ ይቕንጥወካ እዩ ምሽ ኣለኩም እዚ ከማን ስኒ ኣብ ግምት ክንእትዎ ኣለና እዚኤን ገንዘብ ዝያዳ ንወሃበን ስኒ ክሳብ ክንድዚ ሰላምና ክንዘርግ ስኒ ዋጋ ኣለዎ እንዲሁ እንዲዕ ብትግርኛ ኩሉ ክገልጾ ሓንቲ ሓንቲ ከቢድ እዩ ሎንት እሲህ ዳዚት ፔይ ኦፍ መሽ ኣለኩም ሰላምና ይኸብር ወይ ሰላምና ይዓቢ ካብ ንክልተ ሚእቲ ኣብ ወርሒ ወይ ሚእቲ ኣብ ወርሒ ክንደይ ያኸ ክትቁጥብ መሽ ኣለኩም ድማ ነቲኦም ቆለውዕ ከኣ እንታይ ጽልዋ ከም ዝሓድገሎም ጽባሕ ንግሆ ከመይ ከም ዝስምዖም ንሳቶም ከኒ ፋሚሊ ክምስርቱ ከለዉ ከምኡ ድዮም ፋሚሊ ክምስርቱ ብጣዕሚ እዚ ስኒ ዓብዪ ነጥቢ እዩ ኦኬ ነናትና ሽግር ኣለና ነና ስለምንታይ ከምኡ ንገብር ኣነ ክስታይ ጃጅ ክገብር ኣይኮንኩን ኣብዚ ግን ክስታይ እቲ ሳዕቤኑስ ክንፈልጦ ኣለና ፈሊጥና ከኣ ስኒ ያ እቲ ዋጋ ንኸፍለሉ ስኒ ጽባሕ ንግሆ ክንፈልጥ ኣለና ኣብ ከምዚ ነጥብታት በሃሊት እየ ከምዚ ዝብለኩም ከኣ ሰላምካ ኣነ ከምዚ ዝመስለኒ ስለ ብውሽጥኻ ትፈልጥ እንታይ ከም ትገብር ዘለኻ ገለ ነገር ቀጻሊ ስትረስ ይገብረልካ እዩ ኣብ ውሽጥኻ ስኒ ከምዚ ቅስን ኢልካ ስኒ ኣይትነብርን ኢኻ ቅሳነት ኣይህበካን እዩ ክትመዝኖ ከቢድ እንድዩ እቲኤን ክልተ ሚእቲ ክትመዝነን ትኽእል ኢኻ ብቁጽሪ እቲ ቅሳነት ክሳብ ክንደይ ከም ዝበልዓካ ዘሎ ኣብ ጥዕናኻ ድዩ ኣብ ሓንጎልካ ድዩ ገለ ግን ኣይ ክትመዝኖ ከቢድ እዩ ብቁጽሪ ግን ኣስተብህሉ ባዕልኹም ከመይ ከም ዝስምዓኩም ፐርከቲኦም ኮንሽስ ዝኾንኩም ማለት እቲ ሕጊ ጭራሽ ዘይትፈልጥዎ ኖርማል ይስምዓኩም ይኾኑ ማለት እቲ ዘይፈልጥ እኳ ከዓ ሓንሳ ሓንሳ ይዕወት ማለት ከምዚ ስለ ዘይግድሾ እንድሕር ከምዚ ፈሊጥካ ግን እቲ ሳዕቤኑ መሊስካ ትርበሽ ምሽ ዶ ኣነ ሕጂ ክርብሸኩም ወይ ክፍርሓኩም ኢለ ኣይኮንኩን ግን ኣብ ብዙሕ ስለ ዝርኢ ወይ ዝሰምዕ እንድዒ ጽቡቅ ኣይኮነን ንኩሉ መሰል ነቲ ሕብረተሰብ ጽቡቅ ኣይኮነን ኣለዉ ጀርመናውያን ንኣብነት ንናቶም መሃያ ሒዞም ደቆም ምስ ኣዲኦም ይዓብዩ ሰብኣያ ዝተፋላለዩ ንኣብነት ግን ኩሉ ብገንዘብ እዮም ንዕኦም ዝሓቶም የለን እዚ ግን ካልእ ጉዳይ እዩ ካብ መንግስቲ እንዳነበርካ እሳቶም በብመሃየኦም ያ ሰላም ናብራ ይነብሩ እዚ ግን ካልእ ጉዳይ ስለዚ ንጥንቅቅ thank you bye